ሰላምን ጥዕናን ንዓኹም ይኹን ዝኸበርኩም ተኸታተልቲ መደባት ቤት ትምህርቲ ቐንዴል ኡጋንዳ ካምፓላ ከመይ ትህሉ ኣብ ዝሓለፈ መደብና መቸም ከምቲ ትዝክርዎ ብዛዕባ ቦዳቦዳ ሕፅር ዝበለ ዳህሳስ ኣቕሪበ ነይረ ስለ እቲ ዝሃብኩምኒ ሞራልን ደገፍን ድማ ካብ ልቢ የመስግን እቐንየለይ ሕራይ ክቡራት ተዓዘብቲ ሎሚ ከዓ ፍልይ ዝበለ ኣርእስቲ ብዓቢ ጉዳይና ተራኺብና ዘለና ናይ ሎሚ ኣርእስትና ብዛዕባ ቋንቋ ትግርኛ ኮይኑ ብፍላይ ከዓ ነዞም ኣብ ስደት ዘለና ዘተኮረ እዩ ክኸውን እቲ ኣብ ሳልሳይ ራብዓይ ክፍለ ዘመን ዝመፀ ቋንቋ ግእዝ ድሕሪ ምምፃእ ግእዝ ዝጀመረ ጥንታዊ ቋንቋና ሃብታም ዶ ይመስለና ድኻ ብመጀመርታ ቋንቋ ሰለስተ ነገራት ዘማልአ እዩ ምዝራብ ምስማዕ ከምኡውን ምጽሓፍን ምንባብን። ከመይ እንተይልና ከም ኣብነት ገለ ሰባት ይሰምዑ ግን ክንድቲ ዝርድኦም ዝኣክል ዘይምልሱ ኣለዉ። ገለ እውን ነቲ ቋንቋ ብመጠኑ እናፈለጥዎ ክጽሕፉን ከንብቡን ግን ኣይክእሉን። ብሓፈሻ ግን ንሰለስቲኤን እንተ ደኣ ክኢልካየን ምልከት ቋንቋ ኣለዎ ትበሃል። ቋንቋ እቲ እንኮ ምስ ከማና ደቂ ሰባት ከረዳድዓና ዝኽእል እቲ ዝዓበየ ትዕድልትና እዩ። ናይ ሎሚ ኣርእስትና ድማ ብዛዕባ ቋንቋ ትግርኛ ኮይኑ ገለ ኣገደስቲ ነጥብታት ክንትንክፍ ኢና። ቋንቋ እቲ እንኮ ምስ ከማና ደቂ ሰባት ከረዳድዓና ዝኽእል እቲ ዝዓበየ ትዕድልትና እዩ። ናይ ሎሚ ኣርእስትና ድማ ብዛዕባ ቋንቋ ትግርኛ ኮይኑ ገለ ኣገደስቲ ነጥብታት ክንትንክፍ ኢና። ቋንቋ ትግርኛ ሓደ ካብቶም ካብ ግእዝ ዝወጸ ጥንታዊ ቋንቋ'ዩ። በብናይ ከባቢ ልምዲ ኣዘራርባ ድማ ብዙሓት ተዛረብቲ ኣለዎ። ንምዃኑ ቋንቋ ትግርኛ ንኾርዓሉ'ዶ? ሓደራኹም ወለዲ፣ ደቅና ኣብ ኢንተርናሽናል ቋንቋ ኢንግሊሽ ክጸውቱ ኣለዎም ከይትብሉኒ ሕራይ ክሓተኩም ክቡራት ወለዲ። እዚኣ እንተ ደኣ ዘይመለስኩማ ተኺልኩም ምስ ደቅኹም ቋንቋ ትግርኛ ክትመሃሩ ኣለኩም ናብ ሕቶይ ክምለስ ብዝሒ ፊደላት ትግርኛ ክንደይ እዩ ኣጃኹም ግዜ ኣለኩም ብዝሒ ፊደላት ትግርኛ ኣስታት 249 ይበፅሕ እንግሊሽ ከ እዚኣስ ትፈልጥዋ ትኾኑ ኢኹም ሓቂ ተዛረቡ ናይ እንግሊሽ ከምቲ ትፈልጥዎ ዕስራን ሽዱሽተን ጥራሕ እዩ ናይ ዓረብ እውን ክልተ ጥራሕ ወስኽሉ ክትፈልጥዎ ኢኹም በዓል ኾ በዓል ቋ ቈ ኹዋ ጐ ኘ ወዘተ እኳ ብዙሕ ኣይንጥቀመለን ዲና ትብሉ ከይትህልዉ ደሓን ከም ምጥቃም ንጥቀመለን ዲና የግዳስ ንሕማቕ ግዜ ክኾናና ኣቕሚጥናየን ኣለና ንምንታይ ወለዲ ንደቆም ናይቲ ዝነብሩሉ ዓዲ ቋንቋ ክመሃሩ ጥራይ ይደልይዎም? መታን ክለኣኽዎም፣ መታን ንስድርኦም ክትርጉምሎም? ነኖ ፍቕሪ፣ ባእሲ ትቕየር ኣለኻ። ሕራይ፣ ይቕረ ግበሩለይ፣ እቲ ቋንቋ ምፍላጥ ጽቡቕ እዩ፣ ምኽንያቱ ክልተ ቋንቋ ትፈልጥ እንተደኣ ኮይንካ ክልተ ሰብ ኢኻ፣ ኣርባዕተ ትፈልጥ ተኾንካ ውን ከምኡ። ስለዚ እቲ ምፍላጥ ሃብቲ እኳ ተኾነ ናትካ ሃብቲ ገዲፍካ ናብ እንዳ ማትካ ምኻድ ግን ድኽነት እዩ ዘምጽእ። ቋንቋና ሃብታም እዩ። ከም ንእሽተይ ኣብነት ናይ እንግሊሽ ተዛረብቲ ንዓ ክብሉ ንዝኾነ ይኹን ካም እዮም ዝብሉ። ንሕና ግን ንዓ፣ ንዒ፣ ንዑ፣ ንዕነ፣ ወዘተ ካልእ ተወሳኺ ውን ፍልይ ዘብለና ከምቲ ብብዝሒ ባዕዳውያን ሃገራት ዝተገዛእናዮ ኣይኮናን ከመይ ማለት ዶ ከረድኣኩም ከም እንፈልጦ ብዙሓት ሃገራት ኣፍሪቃ እቲ መበቆላዊ ቋንቁኤን ኣወንዚፈን ናይ ባዕዲ ቋንቋ ከም ቋንቁኤን ጌረን ክወራረሳ ንርኤን ኣለና እቶም ኣቦታትና እካ ሕሱም ግዜ ተጻዊሮም ቋንቋና ዝዓቀቡልና ንሕና ደኣ እንታይ ውጢጥና

ኣብ ደቅና ክኸውን ኣለዎ ምኽንያቱ ካብቲ ቅድመ ሓዳር ጌርና እቲ ድሕሪ ምውላድና ዘሎ ግዜ ክበዝሕ ስለ ዝኽእል ንሱ ካብ በዝሐ ዝሕጉሱ ውላድ እንተዕቢና እናተሓጎስና ንነብር ኣይኮነን ግን AI ረድዩ እስኪ ክሓተኩም ኣብ ስደት ክትነብሩ ዝፈረምኩም ኣለኹም ዲኹም ምናልባት ብርሳስ ክኸውን ኣለዎ ንምንታይ ኢኻ ትዛረብ ዘለኻ? ቋንቋ ትግርኛ እንታይ ጥቕሚ ስለ ዘለዎ'ዩ? ንዝብል ሕቶ ባዕለይ ሓቲተ ባዕለይ ክምልሶ እንተድኣ ኮይነ፣ ከም መጀመርኡ ክኾነኒ እኮ ተናኺፈዮ ጸኒሐ። ጥቕምታቱ ብጣዕሚ ብዙሕ'ዩ። ገለ ካብኡ ግን ንስድራና ምቕራብና ደቂ ዜጋታትና ብቐሊሉ ክንረዳዳእ ንኽእል። ናይ ኣቦሓጎታትና ኣባይና ዛንታታት ከኣ መሳጢ'ዩ። ብዓቢኡ ድማ እዚ ኩሉ ወሊዶም ምስ ደቆም ከረዳድኡ፣ ከዕልሉ፣ ዘይክእሉ እንተኾይኖም እንታይ ደኣ'ዩ ትርጉሙ? ካልእ ዝዓበየ ድማ ደቅና ፍርሃተ እግዚኣብሄር ሒዞም ምእንታን ክዓብዩ መጽሓፍ ቅዱስ ከንብቡ ግድነት'ዩ። ፍርሃተ እግዚኣብሄር ዘይብሉ ሰብ ይዕበ ይነኣስ ሒዝካ ኣይትሕዞ ሓሊኻ ሕልዎ። ስለዚ ኣይትሰምዕ ኣይትዛረብ እንተደኣ ኮይንካ ክትፈልጥ ይኹን ክትመሃር ኣይትኽእልን። ቃል ኣብ ድማ ኣቦኻን ኣዴኻን ኣኽብር ዩ ዝብል። እዚ ዘመን ከኣ ንሪኦ ኣለና ደቅና በቲ ንኾርዓሉ ዘይተበከለ ኣብ እምነት ተሰሪቱ ዝሰነጥቀ ባህልና እና ኣትሓዝና ተዘየዕቢናዮም ኣንፈቶም ዝጠፍኣና ኣይመስለንን። ተወሳኺ ውን ብቋንቋና ዝተጻሕፉ መጽሓፍቲ ኣይነንብብን ታሪኽና ኣይንፈልጥን ዝኾነ ናይ ቤት ጽሕፈት ዝሳለጡ ወረቓቕቲ ሃልዩናውን እንተወሓደ ኣንቢብና ክንፍርም ኣይንኽእልን። እዚ እቲ ብውሕዱ ጠመታት እዩ። ካልእ ቋንቋ ትግርኛ ብህጻንነትካ እንተዘይሒዝካዮ ምስ ዓበኻ ክትሕዞ ኣሸጋሪ እዩ። ብፍላይ ከኣ እቲ ላህጃ ከተምጽኦ ኣይትኽእልን። ኣብ መወዳእታ ዝብለኩም እምበኣር ብናትና ዝበለ ንኹራዕ። ትኹርዕ እኮ ብምንነትካን ባህልኻን ንሃገርካ ከተፍልጥ ከለኻ እምበር ናይ ካልኦት ዜጋታት ባህልን ልምድን ዑቕባ ስለ ዝሓተትካ ኣይኮነን። ስለዚ ሓደራ ብፍላይ ወለዲ ደቅና ቋንቋ ትግርኛ ነምህሮም ኣብ ገዛና እውን ብቋንቋና ነዘራርቦም። ሕራይ እምበኣርከስ ዝኸበርኩምን ዝኸበርክንን ተዓዘብቲ፣ ከምቲ ቋንቋ ትግርኛ ሰፊሕን ብዙሕን ዝኾነ ብዙሕ ግዜ ሒዘኩም ስለ ተገዲስኩም ዝሰማዕኩምኒ ካብ ልቢ የመስግን። ምሳኹም ዝጸናሕኩ ተመሃራይ ቤት ትምህርቲ ቀንዴል፣ ኡጋንዳ ካምፓላ። ፍቕሪ ፍኖተ

እንቋዕ ብደሓን መጻእኹም ናብ ቤት ትምህርቲ ቀንዴል ኡጋንዳ ካምፓላ ቤት ትምህርቲ ቀንዴል ከም ሽማ ብርሃን ፍልጠት ኮይና ሕብረተሰብና ክህነጸሉን ክጥቀመሉን ብዝኽእል መንገዲ ኣገልግሎት እትህብ ቤት ትምህርቲ እያ ገለ ካብኡ ምስ እንጠቅስ ድማ፣ እቲ ስሩዕ ብሕጊ ካሪክለም ዩጋንዳ ብዘፍቅዶ መሰረት ንተመሃሮኣ ኣገልግሎታ ትህብ። ብቋንቋ ኣዲኦም ምስ ህዝቦምን ባህሎምን ብቐረባ ንኽረዳድኡ ቋንቋ ትግርኛ ብስሩዕ ተስተምህር። ዝተፈላለዩ ናይ ምዝንጋዕን ምሕንባስን ካልእን መደባት ሰሪዓ ንተመሃሮኣ ካብ ትምህርቲ ወጺኦም ኣፍልጦኦም ንኽዓቢ ትሰርሕ። ብሓፈሻ ድማ ሞያዊ ክእለቶም ዘለልይሉ መድረኽ ትፈጥር፣ ማለት ኣብ መጻኢ ህይወቶም ሞይኦም ንኽፈልጡ ጻዕርታት ትገብር። ነዛ ብጥበብ ትሕለፍ ህይወትና ተጣቢቦም ንኽሓልፍዋ ዘኽእሎም ፈተነ ግድላት ብመልክዕ ጸወታን ሕቶን መልስን ካልእን ተዳሉ። ኣብ ህይወቶም ንቑሓት ክኾኑ፣ ጽልዋ ከባቢኦም ኣንፈት መጻኢኦም ብሕማቕ ከይጸሉ ስሩዕ ምክትታል ትገብር። ፈቃራት ተደጋገፍቲ ሕብረተሰብ ኮይኖም ክብረት ወለዶምን ክብረት ዓበይቲ ሰባት ፈሊጦም ንኽዓብዩ ንሰናይ ነገር ተስተምህር። ከም መተሓሳሰቢ፣ ቤት ትምህርቲ ቀንዴል ኡጋንዳ ካምፓላ ብምኩራትን ኣተሓሕዛ ህጻናት ብዝግባእ ብዝፈልጡ መምሃራን ዝዓኸኾት ኮይና ንዝኾነ ድልየት ወላዲ ብምርድዳእ ክትፈትሕ ድልውቲ ምዃና እናረጋገጸት ደቅኹም ኣብ ገዛ ኮፍ ካብ ዝብሉ ከምኡ'ውን እቲ ናይ ሕብረተሰብና ጭውነትን ንቕሓትን ሒዞም ንኽዓብዩ ናብ ቤት ትምህርት ቀንዴል ሒዝኩሞም ምጹ። ቤት ትምህርት ቀንዴል ኩሉ ግዜ ኣገልግሎታ ምስ ሃበት። ንዝያዳ ምዝታይን ምርድዳእን ድማ በዚ ኣብ ታሕቲ ዘሎ ኣድራሻና መጺኹም ብጽሑና። ንድሌታትኩምን ሓሳባትኩምን ንምቕባል ብፍሕሹው መልክዕ ኩሉ ግዜ ኣብ እንግዶትኩም ኣለና።